ሰላም ሰላም ሰላም ናይ ሳሚ ቤተሰብ ተኸታተልተይ ብጣዕሚ ልፈትየኩም ለኽብረኩም ቤተሰብ ሃመይ ኒኢኹምለይ ያው ይፈልጥ እየ ንእሸይ ጥፊእ ኢለኩም ነይረ እየ ሎማዓንቲ ግና ብደስ ልብል ሓድሽ ነገር ይሕዘልኩም መፅአ እኒአኹ ካብኡ ለለ ፃዕዳ ገይረ እኒአኹ ብለይ ምንም ምክንያት የኾነይ ሎማዓንቲ ንመሲ ንበይና ፀዊዕያ እኒአኹም ግን ፕራንክ እየ ክገብረ ሓሲበ እኒአኹ እዚ ፕራንክ ነገር ለለ ያው ብደንቢ ብሓቢርና ክንሪኦ ኢና ዝሮ ግን ንፍቅሪ እየ ክሓታ ሓሲበ እኒኦኹ እና ብሓደ ኮይና ንከታተል እየ ክብል ደሊ ካብኡ ለለ ብጣዕሚ እየ ለምስግን ሽሒ ሸሞንተ ሚእቲ ሰብስክራይበር በፂሕና እኒኤና ኩለኹም ለለ ላይክ ናገበርኩም ሓሳብ ኣስተያየትኩም ለማ ኣብ ኮሜንት ፀሓፍሎ ኢኹም ክብል እየ ልደሊ ማለት እዩ እና ንከታተል እየ ክብል ደሊ

ልዕለይ እኮ ንዓይ እዮም ዝሰሙ ልዕለኻ ዝርእ ንርኢና ኣብ ኮሜንት ኣይተናፊቅኩማ እስቲ ኣፍልጠና ኢኹም
ዮም ፀኣኛ ኮይኑ ይጀምር ኣይ ዝሮ ቤተሰብና ኣለኮ ኣብ ኮሜንት ግዜ ሓዲጎም እዮም ዝኾነ ፍቅሪ ግዜ እዮም ለርኢ ኣሎም ፍላወር ምስዳድ ገለ ጀሚሮም ልኸ እዮምና ያን ያህል እንትን የይፀልኦ ኢኸይ ማለት እዩ
እማ ፃዕዳ ብፃዕዳ ዶ ማለት ናይ ኣመልካ
ንቤተሰብካ ነጊረዮም እንደ ገና ሎማዓንቲ ንዓኺ ዝኾነ ነገር እንደ ክነግረኪ ደልያ ዘሮ ያ ከይትድንግፅ ኢኺ ልበኺ ርግዕ ክትብል እየ ደለና ዘሮ ኒኦ እንዲ ኤት ቾክሊ ምቹካል ኣድላይ ይኾነ እዩ
ኣይ ኖው ችኮልታ ምዃንኩማ ይፍልጥ እዩ ዛትስ ዋይ እኮ ነገረኛ ነገር ስለልሆነ ኤኒዌይስ ያ ናብ ሎማዓንቲ ክፅውዐኪ ዝደለኹሉ ምኽንያት ያ ትፈልጢ ኢኺ ያ ምስ ዝለሓለፈ ኩነታት መዓት ነገር ኣጋጢሙና እዩና ዝኾነ ብና ሜሪ ብና ሱራ ምሳኺ ለምና ምስ ስእልኻ መዓት ባእሲ እዩ ነይሩ ምስታት ፈታትሕና ገለለለ ያው ጽቡቕ ነገር ነና ኩለናና ምስ ሱራለ ተዓሪቕና ኢና ምሳኽለ ያው መዓት ነገር መዓት ቪድዮ ሰሪሕና ኢና ማለትስ ይቅርታ ተባሂልና ኢና ካብ ወላ ዓብለ ባምቡላ ህዮ ልበኺ ኣተርኪሶ እየ ኢላ ትፈልጢ ኢኸ እዚስ መዓት ነገር ሃም ሓለፍና ማለት እዩ ካብ ዝህልክ ዝነበረ ምባእስና ገለሲ ልኾነ ኣይስ ልኾነ ናሕደረለ እዩ ከይዱ ተርዲክ ደ ማለትስ ልኾነ ሓድሽ ነገርስ ተፈጢሩ እዩ ክብል የደለ ሓድሽ ነገር ኣነ ይፈልጦ ኣዋ ክነግረክ እንደ ስለ እቸክሊ ሃመይ ልሃምልና ገር ኮይ ጠፊእኒ ናባኒ

እባ ክለ ልኾነ ዓይነት ፊሊንግ ተሃልዩ ምናምን ማለት ይፈልጥ እየ ከዚ ክሕብሸክ ይኽእል ምናምን ወይለ ነገር ክንለ ክህሊ ይኽእል ኣይፈልጥ ተረዲእክ ዶ ወይ ብሕውነት ትርኢ እንትኾኒ ወይ ብዕርክነት ዝሮሲ በቃ ካብ ፀጥ ኢለ እዚ ብውሽጠይ ልሓሰቦ ዝነበርኩ ፀጥ ኢለ ካብ ለቕሬሲ ክነግረክ ኢለና በቃ ብባኺ ሳይድ ለስ ክፈልጥ ደልየ ተረዲእክ ዶ

ኣነ ክርደኒ ሞልቲ እንድዓ ንህምዚ ትብሊ ሓይሊ ዝጸበኹኻ ነይረ ኣነ ንባዕለይሲ ሃምዚ ክብል እየ ገለ ኢለስ ሓሲበ ይፈልጥ ተረዲእክ ዲ ግን ብሂደት ዝመፀ ነገር ስለዝኾነስ በቃ ናብ ፎቶ ከይደ ምናምን ኣብ ዝኾነ እዚ ፊሊንግስ በቃ ኣየ ብቻለ ክኾነስ የደሊ ካብ ከዘሲ

ናማን ናማን ሃሃ ኣይ ማለትስ ሳምዚ ስኢለክ ክቕልድስ ይደሊ ተረዲእክ ድዩ ናማን ናት ባህ ክሳይድ ለሎልስ ክፈልጥ ስለ ልደሊ እሱማ ያው ካኻ ንጻይ ጠይ እንዴ ኣንተ እኮ ድሌት ነይሩ
ናማን ኸይኸ ዝሮ ምጥያቐይስ ንጽቡቕ ነገር ማለት እዩ ደስ ይብኒ ማለት ኣይትጸበኽዎይ ነይራ እንዶ እምበይ ጠየቅኻኒ ማ ደስ ይብለኒ ደስ ኣለ ኣይ ማለትስ በቃ በይኒ ብቻ መሲል ነይሩ እዚ ፊሊንግ እና ሞር ኣክለ መላይ ብጣዕሚ ደስ ልል ግን ትቕልልኽ ኬ ትኾነ እዩ ኣነ ብስሪ ስለዋጋ ኣነ ሓቂ እስኻ ትቕልልኻ ታኾን ከዓ ንማና እያ
ኣነማ የቐለድኹ ኣነ ብስሪ ስኮይነ ለዋጋ ክለኻ እስኻ እምበይ ኩነታት ይኹን ነገር ይክገልጽ ነይሩ ግን የስተዋዕልካን ይመስለኒ

ተረዲእኪ እያ ማለትሲ ቤተሰብና ለ ክሕጉሶም እየ ልደሊ ናይና ፋሚሊ ለስ ብብዙሕ ነገር ከግኒና ስለ ልደሊ ተረዲእኪ ዲ ካብዞም ከግኒና ልደልዮም ነገራት ሓደ ለስ ከምዚ ተፋቲና ገለ ገለ ብቻ ለይኮነስ ብፕራንክ ለየ ከግኒነ ልደሊ ተረዲእኪ ዲ መሳይ ማለት ኣይ እንትን እዩ መጀመሪያ ተረጋግዕ መመሳይ ኦሬዲ ናይኺ ፊሊንግ ፈሊጠኒ እኮ እዚ ንፅቡቕ እዩ ሓደ ነገር ማለት እዩ ካብ ከዚ ታይም ልፍጠር ይንፈልጥ እዩ